ሰላም ሰላም ፍትዋትን ክብራነ ኣብ መላእ ዓለም እትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለልና። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮና ዝኸውን ከዓኒ ክብራት ኣሕዋተይ ናይ ብሎኬት መስርሒ ማሽን ማለተይ መፂኦምስ ክንደይ ይሰርሕዎ ካብ ደገ ምግዛእ ድሕሸና ወይስ ኣብ ገዛ ምስራሕ ይሕሸና? ኣብ ገዛኸ ንሓንቲ ፍረ ክንደይ የስርሕዎ ኣለዉ? ክንደይ ከ እዩ ነይሩ? መን እዩ ሕሽ ንዝብል ክንርኤና እስከ ዓይዶ ፍፃመ ተኸታተሉ። እግረ መንገዲ ደሞ እዚ ናይ ፀፀር ብሎኬት መስርሒ ክልተ ዓይነት እዩ። ያው ሳልሳይ ሑፃ ራብዓይ ከዓኒ ስሚንቶ ማለት እዩ ከመይ ጌርካ ከም ዝስራሕ ነግረኩም እየ ንሓንቲ ብሎኬት እውን ክንደይ ቅርሺ ከም ዝሰርሑልና ነግረኩም እየ እስከ ዓብዪ ፍፃመ ተኸታተልዎ ንቻናለይ ሓደሽቲ ዝኾንኩም ሳብስክራይብ ነበራ ዝኾንኩም ከዓኒ ላይክ ሸር እናገበርኩም ንክተበረታትዑኒ ብትሕትና ይላቦ ላይክ ሸር ንዝገሩለይ ካብ ልቢ እናመስገንኩ እያ ማለት እዩ ደቂ ዓበይት ወይ እምበኣርከስ እዚኣ እናበልኩ ማለት እዩ ብሎኬት ንሓንቲ ብሎኬት መስርሒ በዓል ዓሰርተ ሓሙሽተ እዩ በዓል ዓሰርተ እውን ኣሎ በዓል ዒስራ እውን ኣሎ እዩ ማለት እዩ ግን ኣነ በዓል ዓሰርተ ሓሙሽተ ጠይቀልኩም በዓል ዒስራ መብዛሕቱ ዝጥቀመ ሰብ ንብደገ እዩ ብደገ ዝውዕል ገዛ ተኮይኑ ብመረባ ወይ ከዓ ኣብ ላዕሊ ተኮይኑ ግን በዓል ዓሰርተ ሓሙሽተ እዩ ዝስራሕ ማለት እዩ እና ዋግኡ እውን ይፈላለ እዩ በዓል ዒስራና በዓል ዓሰርተ ሓሙሽተ ይፈላለ እዩ ናይ ዓሰርተ ክልተ ቅርሺ ናይ ዓሰርተ ቅርሺ ልዩነት እኒሄዎ ንኣብነት በዓል ዓሰርተ ይቅርታ በዓል ዓሰርተ ሓሙሽተ ኣርባዕን ሰለስተን ኣርባዕን ሓሙሽተን ቅርሺ እዩ በዓል ዒስራ ደግሞ ሓምሳን ሓሙሽተን ቅርሺ እዩ ማለት እዩ። እና ኣብዚ ልዩነቱ ነግረኩም ናይቲ ስሚንቶ ኣጠቃላይ ዝውድኡ ሓደ ዓይነት ኮይኑ ዓሰርተ ሓሙሽተ ማለት ንጎኒ ዓሰርተ ሓሙሽተ ሴንቲሜትር ብቻ እያ ትውድእ ዘላ ባይታ ማለት እዩ። በዓል ዒስራ ደሞ ዒስራ ሴንቲሜትር ይውዳእ ኣሎ። ኣብ መንጎ ዕስራን ዓሰርተ ሓሙሽተን ናይ ሓሙሽተ ሴንቲ ሜትር ኣፈላላይ እኒሀዎ። ስለዚ ኣብዚ ናይቲ ስሚንቶ ምርጓድ ሐዚ ውሽጡ ክፍታ ክፍቲ ቦታ እኒሀዎ ዶ ጎና ጎኒ ደግሞ ዝኾነ ጠርዚ እኒሄዎ እቲ ጠርዚ ወይ ከዓ እቲ ቴክነሱ ሓደ ዓይነት እዩ ሓንቲ ዓይነት እያ ሙልኢታ ማለት እዩ እንታይ ደኣ እቲ ባይታ ብቻ እየ ስፊሑ ዝሕዘለ እምበር ቲክነሱ ሓደ ዓይነት እዩ ንዓይ ከምኣ ገይሮም እዮም ኣረዲኦም ነዞም ዝሰርሑ ኣስፊሑ ትሕዝዎ እቲ ባይታ እዩ እቲ ጠንካራ ዝኸውን ማለት በቃ እንድሕር እቲ ባይታ ስፋሕ ቢሉ ሒዝዎ ጠንካራ ይኸውን ስለ ዝበሉኒ እዩ ግን ዓሰርተ ሓሙሽተ እውን እኽል እዩ ኢሎምኒ እምበር ስሚንቶ ሕፁ ፀፀር ግዙዕ ዝውድና በቃ ሓንቲ ዓይነት እያ ናብ ዓሰርተ ሓሙሽተ ዝኣቱ ሕጻና ናብ ዓሰርተ ሓሙሽተ ናብ ዓሰርተ ናብ ዒስራ ዝኣቱ ኣቑሑት በቃ ሓደ ዓይነት እዩ ግን ባይታ ስፍሕ ኣቢሉ ስለ ዝሕዝ ያው ጠንካራ ይኸውን ኣሎ ማለት እዩ እቲ እውን እኽል እዩ ካብኡ በዓል ዓሰርተ እውን ኣሎ በዓል ዓሰርተ ሕዚ ኣብ ውሽጢ ክላሳት ሽንት ቤት ገለ ክፍለ ከሎ ንሱ ኢኻ እንትን ትብሎ ያው ንዕኡ እዩ ዝኾነካ በዓል ዓሰርተ ደሞ ባይታ ንኸይጸበካ ንኽሰፍሐልካ ኢኻ በዓል ዓሰርተ ንእሽተይ ጠርዙ ተእቱ። እዚ ዝኣክል ካብ ረዳእኹኹም ኣብ ገዛ ክተስርሑ እንድሕር ደሊኹም ንሓንቲ ብሎኬት ክንደይ ይሰርሑልና እንድሕር ትብሉ ኮይንኩም ኣብ ዓድዋን ከባቢን እዩ ንሓንቲ ብሎኬት ናይ ባዕልቶም ማሽን ሒዞም ይመፁ ምንም ዓይነት ክፍሊት ኣይትገብሩይ ንሓንቲ ብሎኬት ሸውዓተ ቅርሺ ዝብልዎ ኣለዉ ሸሞንተ ቅርሺ ዝብልዎ ኣለዉ ዝሮዝሮ ግን ብበዝሒ እንድሕር ተስርሑ ኮይንኩም ሸውዓተ ቅርሺ ኣይትስእኑን ተደራዲርኩም እምበር ሰለስተ ኣርባዕተ ሰው ክልተ ሰብ ዝጥይቁ ነናይ በዓሉ ዋጋ እኒሄዎ እዩ ግን ሓፈሻዊ ያው ተደራዲርኩም ያው ምድርዳር ደግሞ ናይ ወለድና ናይ ዓድና እዩ እቲ ዘሎ እዩ ዓድና ተደራዲርኩም ብሸውዓተ ቅርሺ ኣይትስእኑን በሃሊት እያ ስለዚ ሸውዓተ ቅርሺ ንሓንቲ ብሎኬት ማሽኑ ካብ በዓል እዩ ንስኻትኩም እንታይ ኢኹም ተዘጋጅው ሑፃ ኣገዳሲ እዩ ስሚንቶ ኣገዳሲ እዩ ካብኡ ከዓ ዜሮ ሓደ ካብኡ ከዓ ዜሮ ክልተ ዜሮ ክልተ ዋጋ ክንደ እዩ ተልኩምኒ ዳርጋ ምስፀፀር እዩ እስካብ ሓምሳን ሓሙሽተን ስሳን ሓሙሽተን ሽሕ እዮም ዝብልዎ ዜሮ ዜሮ ከዓኒ ኣርባን ሓደን ሽሕ እዩ ማለት እዩ ሑጻ ከዓኒ ሓምሳ ሰለሰን ሓምሳ ሽሕ ይብልዎ እዚኤን ኣዛጋጂኹም ድሕር ጸኒሖም ናይ በዓልቶም ማሽን ሒዞም መጺኦም ሽሕ ፍረ ዲኹም ትደልዩ ክልተ ሽሕ ፍረ ዲኹም ትደልዩ ከም ድሌትኩም ሰሪሖምልኩም ይኸዱ ማለት እዩ ስለዚ እቲ ኣውኪዑ ዝቐብሎ ይኹን ካልእ ካልእ ይኹን ኩላ ምልክ ካብ ባዕሉ እዩ ካብኡ ከዓኒ እንታይ ክለኩም ይፈቱ እቲ ገዛኹም እቲ ሑጻ ጸጸር ዘለዎ ኣብ ካሊእ ቦታ ንእሽተይ ርሕቕ ዘለ ተኾይኑ ብሎኬት ከዓኒ ኣብ ጽሩይ ቦታ እዩ ዝቕመጥ ስለዚ እቲ ብሎኬት ከዓኒ ኣብቲ ጽሩይ ቦታ ንኽተቐምጡ ወይ ኣብ ላዕሊ ኣብ ዘንህድም ወይ ከዓ መራ ውሽጢ ወይ ከዓ ርሕቕ ዘለ ቦታ እንድሕር ተስርሕዎ ኮይንኩም ግን ሰብ ወስኸልና ይብሉ እዮም ኣብቲ ናይ መዓልታዊ ሰራሕተኛስ ግወርለይ ሓጋዚ ብናይ በዓልትኹም ቅርሺ ይብሉ እዮም። ቀረባ ተኾይና ግን ብናይ በዓልቶም እያ። ያው መብዛሕትኡ ሰብ ደሞ ትሕፃፀፀር ኣብ ጥቓ ገዝኡ ስለ ዘውርዶ ቀረባ እዩ ብዝኾነ ኢላ እየ ናይታ ብሎኬት ዋጋ ናጌረኩም ሕፃፀፀርቲ ብሎኬት መንስር ሓቑሕት ርሕቕ ዘለ ተኮይኑ ግን ንዕኡ ዘምፅእ ሰራሕተኛ ግበርለይ ይብል እዩ እና ዘላ ዕዳጋ እዚኣ እያ ካብኡ ከዓኒ ኣብ ገዛ ምስራሕ ደይበልፅ ኣብ ደገ ንዝብል ሓቂ ምዝራብ ኣብ ደገ ሑፃ ፀፀር ይገብሩሉ እዮም፣ ግን ብስነ ስርዓት ማይ ይሰቱ ዶ ሓዚ ሑፃ ኣብዚሕኻ ፀፀር ኣብዚሕኻ ዜሮ ሓደ ገለ ኣብዚሕኻ ተሰርሕካዮ ማይ ተዘይሰትዩ ዋጋ የብሉን። ደቂ ዓበይቲ ዋይ ማይ ተዘይሰትያ ስሚንቶ ንስሚንቶ ቀድላ ማይ እያ። ስለዚ ኩሎምሉ ብዕቅኑ እዩ እናብ ደገሲ ብደንቢ ማይ የስትይዎ ዶ ማይ እንተየስተይዎ ኸ እቲ ዝሕወስ ማተርያል ስሚንቶ ይገብርሉ ድዮም ሕዚ ኣነ ኣብ ገዛ እየ ስሪሐዮ ናተይ ብሎኬት እዞም መብራህቲ ክወቕሩ ከለዉ መብራህቲ ሕዚ ጎና ጎኒ ኤሌክትሪክ ገለ ይኣትወዎ ዶ ኮንዲት ካብኡ ከዓኒ ማይ ጉን ማይ ቱቦ ጎና ጎኒ ይኣትዎ እዩም ብቻ ብዝኾነ ኣጋጣሚ ትፍሕር ኢኻ ድጋሚ ደሞ ትፍሕሮ ኢኻ ትወቅር ኢኻና እንታይ ነገር ከስርሑ የብስር ጸልዩ እምኒ እኮ እዩ ዝመስል ኣዊና እኮ ገለ እዮም ክብሉ ዝሰምዕ ከንጸርጽሩ እየ ዝሰምዕ ማለት እዩና ምን ከም ገዛ ዝስራሕ ኣብ ገዛ ዝስራሕ ነገር ክንዲ ናይ ደገ ኣይመፅን እና ሰብ ዘስርሐልኩም እንድሕር ዘይብልኩም ብሎኬት ሓዚ ቢያንስ ሓደ ሓደ ሰብ ሰሙን የስትዮ እዩ፣ ግን ደግሞ ዓሰርተ ዓሰርተ ክልተ መዓልቲ ሰቲኹሞ ደግሞ ዝበለፀ ጠንካራ እምበር ካልእ ምንም ችግር ኣየምፅእን። ስለዚ ዘስቲ ሰብ ተልእኩም ትዕግስቲ ገይሩ ዘስቲ ሰብ ቆይርኒ ሓሚቓ ገለ ከይበለ ገዛ ምስራሕ እንታይ ሞ ይኽለኩም ብጣዕሚ ከቢድ ንእስነትካ፣ ጉልበትካ፣ ሓይልካ ኩሉ እዩ ዝወስድ። በስመ ኣብ ገዛ ከትበሃል ብክልተ ፊደል ዝፅዋዓ ገዛ ክልተ ፊደል ብቻ እያ ሒዛ ውሽጣ ግን ካብቲ ቅርሺ ብላዕሊ ጉልበቱ ግዚኡ ኣነ ሕዚ ወዲኤ ኢለ መፅኤስ ፊኒሽንግ ንክገብር ክልተ ወርሒ ሕሊፈ እኒሆ ንምንታይ ትገርፉ ወርሒ ክልተ ወርሒ ይደርቕ ሙሊት ይመልእ ወርሒ ክልተ ወርሒ ይደርቕ ፊኖ ይኸውን ወርሒ ክልተ ወርሒ ይደርቕ

በቃ ኮተቱ እዩ ዝበሰካ ብጣዕሚ እዩ ከቢድ እና ክብራት ኣሕዋተይ ኣብ ፍኒሽንግ ብጣዕሚ ከቢድ እዩ ሰብ ትዕግስቱ ከድልዮ እዩ ግዜ ዘለዎ ሰብ ከድልየኩም እዩ ፈጣን ጎበዝ ሰብ ከድልየኩም እዩ እና ለዚ ሰብ ተድልየኩም ኣብ ገዛ ምስራሕ እዩ ፅቡቅ ተዘይ ኮይኑ ከዓኒ እንታይ ከድከመኒ ገንዘበይ ሂበ ካብ ደገ ዘይገዝእ ተልኩም ካብ ደገ ብትእዛዝ ጥዑይ ጌርኩም ስርሑለይ ዓሚል ክኾነኩም እየ ገለ ኢልኩም ካብ ደጊኹም ምስራሕ እውን ሽግር ኣየምፅእን ብትእዛዝ ማለት እዩ። እና ክብራት ኣሕዋተይ ብትእዛዝ ኣምፂኹም ተስርሕዎ ትኽእሉ ኢኹም ማይ ብደንቢ ስትይዎ ብደንቢ ሕወስሉ ሕፃ ዜሮ ዜሮ ገለ ኢልኩም እንድሕር ብትእዛዝ ወይ ከዓ ብኩንትራት እንድሕር ስሪሕኩምዎ ምንም ችግር የብሉን እምበር ሓዚ ንፍጥነት ብሎኪ ሰሪሕኩም ኣብ ገዛ ቢያንስ ተወሓደ ሓጋይ ተኮይኑ ወርሒ ወርሒ ክብለኩም ከለኹ ተወሓደ እዩ ኣብ ወርሒ ከይደረቐ ድዩ ብሎኬት ከዓ ብደንቢ ከነውነው ምሰለት እያ ትስራሕ ተዘይ ኮይኑ ነቕዓ እዩ ኩሉ ብርሑስ ተሰሪሕካዮ ደሓረይ ሰንጠቕጠቕ እዩ ዝብል ገዛ ኮይነ ይረኣየኩም እዚ ኩሉ ሸሓት ይኩም ገዚእኹም እና ንፍጥነት ንግዜ ንምቆጣብ ካብ ደገ ምግዛእ ፅቡቅ እዩ ያው ዝደረቀ ኢኻ ትገዝእ ማለት እዩ ስለዚ ናይ ሎማዓንቲ ቪድዮ እዚኣ ትመስል ብዛ ቪድዮ እዚኣ ቅይር ዘለትኩም ነገር ተሊኣ ዘይተረድአኩም ነገር ተሊኡ ኣብ ኮሜንት ዝሓፍለይ ዝዕዳጋ እዚ ከዓኒ ኩላ ምሉስ ካብ ሕዚ ነገርኩኹም ኣብ ከተማ ዓድዋ ብቻ እዩ ካብ ከተማ ዓድዋ ውፃእ ዘሎ ካልእ ዕዳጋ ክህሉ ስለ ዝኽእል ቅይር ከይብለኩም እዩ ሰሰናይ ክብራት ኣሕዋተይ ብጣዕሚ እየ ዝፈትየኩም